ዋይ ስለምንታይ ሃብታም ክኾን ደልኻ? ኣብ መጻኢ ገዛ ክራይ ገለ ዝበሉ ሓሳባት ከጨንቑኻ ደይትደሊ ተኾንካ እዛ መጽሓፍ ብጣዕሚ ክተድልየካ እያ ማለት እዩ። ሞያኻ እንዳ ገበርካ ግን ስራሕካ ኣይትረስዕ። ኣብ ጎናታት ኣስመራ ስማርት ሰብ ኣይትጽኒኻ ዋላ ጽሉል ኮይኑስ ብጣዕሚ ሰፊሕ ዝኾነ ኣተሓሳስብኡ መሊኦም እዮም። ሕጂ ዝኾነ ሰብ ነናቱ ዩኒክ ካራክተር ኣለዎ ማለት እዩ። እስመ የርያን መሓመድ እዩ፣ ስርሐይ ድማ ብሉጻት እዮም ዝበልክዎም መጻሕፍቲ ኣንቢበ ጥቕምታቶም ናበኹም ምባል እዩ። ስለዚ ጥቕሚ ናይ መጽሓፍ ኬንብብካ ክትወስድ ተደሊኻ ተኸታተል። ካብ ኣብ ሓደ ዓቢ ትካል ኣመሓዳሪ ኮንካ ንክትሰርሕሲ ናትካ ትካል ናትካ ንእሽተይ ትብሎ ንስኻ ዝሓሰብካዮ ነገር ብኡ ክትከልእ እትኸይድሲ ይበልጽ ይብል ማለት እዩ። ገንዘብ ብገንዘብ ዝመጽእ ዝብል ሓሳብ የለን። ጻማ ዝጸዓረ ጻማ ክህቦ ኣነ ይብል ማለት እዩ። ጸዓር ጻማኻ ትረክብ ማለት እዩ። በቲ ውሱን ነገር ኣብ ከባቢኻ ዘሎ ብኡ ተጠቂምካስ ከመይ ጌርካስ ዝበለጸ ነገር ትሰርሕ ማለት እዩ። መጀመርታ ግን ክትጽዕር ኣለካ ክትጽዕር ኣለካ ማለት እዩ። ልክዕ እተን ሴማፎሮ ብሙሉኤን ቀጠልያ ከይኮና ደይብገስ ሰብ ማለት እዩ። ወላ ገንዘብ ይሃልወካ ከምዚ ኣለኒ ኢልካ ትሓስብ እንድሕር ኮንካ ከመይ ጌረ ከውጽኦ ኢልካ ጥራሕ ኢኻ ክትሓስብ ትኽእል። ስለዚ ድማ ገንዘብ እዩ ዘድልየካ። እተን ገንዘብ ምስ ሃበካ ነተን ገንዘብ ክትፈቅድ እታ ሓንቲ ወርሒ ተርከበካ። እታ ሓንቲ ወርሒ ተገትፈቀ እታ ሓንቲ ወርሒ ተርከበ ከምኡ እንዳበለ እዚ ሰብ እዚ እቲ ሃፍታም ማለት እዩ በቲ ድኻ ግዜኡ እንዳተጠቀመ እሱ ግዜኡ ኣብ ጥቕሚ የውዕሎ ማለት እቲ ድማ ግዜኡ ኣብቲ ስራሕ ነቲ ሓደ የውዕሎ ማለት እዩ ተምፅኦም ዘለካ ነገራት ኣለውኻ ክተእትዎም ዘለካ ነገራት ድማ ኣለውኻ ብቐሊል መፅሓፍቲ ቀፃልነቱ ውሕስ ኣይኮነ ሃፍታም ንገንዘብ ክብል ኣይሰርሕን እዩ ገንዘብ ከም ዝሰርሓሉ እዩ ዝገብር ካብ ኢሞሽን ናትካ ናብ ሓንጎል ካብ ሓንጎል ናብ ግብረ መልሲ ኣብ ዒስራታት ዕድመ ዘለካ ሰብ እንድሕር ኮንካ ንመፃኢ ዝኾነ ለውጢ ክትገብር እንድሕር ትደሊ ኮንካ እዛ መጽሓፍ እዚኣ ብጣዕሚ ከተገድሰኪ እያ ማለት እዩ። ሃፍታም ኣቦ ወደኻ ኣቦ ትብሎ ንጸሓፋ ምግላጽ ኢና ንርከብ። ምሳኹም ዘለኹ ርያ መሓመድ እየ፣ ስርሐይ ድማ ጥቕሚ ኣለዎም ዝበልኩም መጽሓፍቲ ኣንቢበ ጥቕምታቶም ናባኹም ምባል እዩ። ስለዚ ከየንበብካ ጥቕሚ ናይ መጽሓፍ ትወስድ ተደሊኻ ተኸታተል። ሓደ ድኻስ ገንዘብ እንተሂብካያስ እንድሕር ኣተሓሳስብኡ ዘይፈልጥ ኮይኑ መሊሱ እዩ ዘጥፍኦ፣ መሊሱ እዩ ይደኪ ካብ ድኻ ዕዳን ገለን ኣቱ ማለት እዩ። ድኻ ገንዘብ እንተሂብካዮ መሊሱ ዝደኪ፣ ሃፍታም ገንዘብ እንተሂብካዮ መሊሱ ዝህፍትም የለን። እዚኣ እያ ትፈልዮም ሃፍታምን ድኻን ኣተሓሳስባ። ዝኾነ ሰብ ኣብ ገለ ዕድሚኡ ምስ በጽሐ ግድን ብዛዕባ ገንዘብ ክሓስብ ኣለዎ ማለት እዩ። How to Maintain Your Stability እያ ትብል ማለት እዩ።